ብዕድመ እቲ ዝነኣሰ ጨካን ቀታሊ ወይ ድማ ሴሪያል ኪለር ኣብ ሸሞንተ ዓመቱ ብተኸታታሊ ሰለስተ ህፃውንቲ ቆልዑ ብጭካነ ዝቐተለ ኣማር ጀትሳዳ ንምንታይ ኣብዚ ንእስነቱ እዚ ኩሉ ጭካነ ፈጺሙ ንዝብል ሕቶ ክንርኢና ምሳይ ጽንሑ። ኣማርጀት ሳዳት ካብቶም ምንም ዘይተምሃሩ ድኻታት ስድራ ቤት ዝተወለደ እንትኸውን ኣቦኡ ናብርኡ ንኸማልእ ለይቲ ምስ ቀትሪ ኣብ ስራሕ ወትሩ ይደክም። ኣማርጀት ከኣ ምስ መዛንኡ ክሕወስ ስለ ዘይደሊ ኣብታ ኣብ ቢሃር እትርከብ ሙስሃሪ እትበሃል ንእሽተይ ናይ ገጠር መንደር ንበይኑ ኮለል ይብል። ወይ ከኣ ኣብ ጣሻ ኣትዩ ከም ህበይ ናብ ኦም እንዳደየበን እንዳጸደፈን ይውዕል ኔሩ። ሓደ መዓልቲ ናይ ቀረባ ቤተሰቦም ደሃይ ክትሓትት ናብ እንዳ ማርጀት ሳዳ እግራ ኣምረሐት። ኣብቲ ገዛ ምስ በጽሐት ከም ኣጋጣሚ ናይ ኣገዳሲ ስራሕ ስልኪ ይድወላ እሞ ውላዳ ምስ ኣዶ ኣማርጀት ሳዳ ኣጽንሕኒ ኢላ ገዲፋትላ ከደት። እቲ ዘግናኒ ፍጻመ ካብዚ ይጅምር። ኣዶ ኣማርጀት ነቲ ጋሻ ህጻን ቆልዓን ንንእሸይ ሓፍቱን ሃየ ርኣዮም ኢላ፣ ንኣማርጀት ሳዳ ሓዲጋትሉ ኣስቤዛ ክትገብር ንዕዳጋ ኣምረሐት። ኣማርጀት ሳዳ ድሕሪ ኣዲኡ ምኻዳ ተኻታቲሉ ነቲ ህጻን ጋሻ ምጽፋዕን ምቑርጣጥን ይጅምር እሞ ብዙሕ ከይጸንሐ ብኢዱ ገይሩ ክሳዱ ሓኒቑ ቀተሎ። ኣዲኡ ድሕሪ ምምላስ ዕዳጋ እቲ ጋሻ ኣበይ ከምዘሎ ንኣማርጀት ሓተተቶ። ኣማርጀት ሳዳ ከኣ ምንም ከይፈርሐ ሓኒቑ ከምዝቐተሎ ተናዘዘላ። በዚ ዝሰንበዱ ወለዲ ኣማርጀት ሳዳ ንዕኡ ናይ ጉልበት መቕጻዕቲ ቀጺዖም ነታ ኣዶ እቲ መዋቲ ዕሸል ናይ ሓሶት ምኽንያት ገይሮም ተፋነውዋ። ቀጺሉ ኣማርጀት ሳዳን ነታ ንንእሽይ ሓፍቱ እውን ሓኒቑ ቐተላ። ሕጂ እውን እዞም ወላዲ ነዚ ነገር ሚስጥር ገበርዎ። ቀጺሉ ድማ ነዚ ኩሉ ሚስጥር ንኽቓላዕ ሽግር ተፈጠረ። ንእሽተይ ጓል ሽዱሽተ ወርሒ ህጻን ቖልዓ ካብዚ ደቂሳ ብዝነበረት ገዛን መንደርን ተሰወረት። እዛ ኣዶ እዛ ዕሸል ናብ ኣካላት ጸጥታ እቲ ዓዲ ብምኻድ ጓላ ከም ዝጠፍኣታ ነቶም ጸጥታ ትሕብር እሞ ፖላዊስ እቲ ዓዲ ድማ ብዛዕባ እቲ ጉዳይ ከጻርዩ ናብቲ ገጠር ኣምርሑ። ዝረኸብዎን ዝሰምዕዎን ከኣ ክኣምኑ ኣይከኣሉን። እዚ ወዲ ሸሞንተ ዓመት ቆልዓ ማንም ከይሓተቶ ኣነ እየ ብእምኒ ቀጥቂጠ ቀቲለያ ኢሉ ተዛረበ። እቶም ፖላዊስ ኣብ ፈለማ እዚ ምስ ሰምዑ ወዲ ሸሞንተ ዓመት ቆልዓ ከመይ ገይሩ ነዚ ይፍጽም ኢሎም ኣይኣመኑን። ኮይኑ ግና ናብቲ ሬሳ ዝሓብኦሉ ቦታ ወሲዱ ምስ ኣርኣዮም ኣብ ትሕቲ ቁጽጽር ኣውዐልዎ። ምስ ተኣሰረ እውን ምንም ክፈርሕ ኣይክኣለን። ድሕሪ ክንደይ ምልማንን ብሽኩቲ ድሕሪ ምምዋልን ነቲ ህጻን ቆልዓን ነታ ሓፍቱን ባዕሉ ከም ዝቐተሎም ተናዘዘ። ቤት ፍርዲ ህንዲ ከኣ ክሳብ ዓሰርተ ሸሞንተ ዓመት ዝገብር ኣብ ናይ ህጻናት መሐብሐቢ ክትትል ንኽግበረሉ ፈረደሉ። እዚ ህጻን ግን ኮንታክት ዲስኦርደር ከም ዝነበሮን ትኽክልን ጌጋን ክፈሊ ከም ዘይክእልን ተኣሚኑሉ ግቡእ ሕክምና ድሕሪ ምውሳድ ካብ ክልተ ሽሕን ዓሰርተ ሽዱሽተን ዓመተ ምህረት ጀሚሩ ካብቲ መሐብሐቢ ከም ዝወጸን ኣብ ዘይፍለጥ ቦታ መንነቱ ቀይሩ ይነብር ምህላዉን ይእመን። ወይዛ ዓለም ብዙሕ እዩ ጣጣ ብዝኾነ ከምዚ ዝበለ ሓፀርትን ቪድዮታት ንክበፅሐኩም ሼር ላይክ ሳብስክራይብ ግበሩ ኣብ ቀፃሊ ክሳብ ንራኸብ ሰሰናይ ተመኔ ቻው ቻው